ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናለይ ቤተሰብ በብዘለኹምዎ ሰላምኩም ብዝሕ ተረፍ ይበለለይ። ክብራት ኣሕዋተይ እንኳዕ ድማ ናብ ቻናለይ ብሰላም መጻኹም። ናይ ሎማዓንቲ ቪድዮ ዝኸውን ከዓ ከምቲ ልሙድ ዕለታዊ ሸርፊ ብጸሊም ዕዳጋ ወይ ከዓ ብሓዋላ ኢሉ እውን ብናይ ኢትዮጵያ ንግዲ ባንኪ ከምኡ እውን ብልዕል መጠን ዘሽርፋ ናይ ግሊ ባንክታት እንመን እየን ንዝብል ሓቢርና ክንርኤና እስካዕ ቪዲ ፍፃመ ንክትከታተሉ ብኣኽብሮት ይዕድም ንቻናለይ ሓደሽቲ ዝኾንኩም ሳብስክራይብ ነባራት ዝኾንኩም ከዓ ላይክ ሸር እናግበርኩም ንከተበረታትዑኒ ብትሕትና ይላቦ ላይክ ሸር ንትገብሩለይ ካብ ልቢ እናመስገንኩ እየ ክብራት ኣሕዋተይ እምበኣርከስ ሎማዓንቲ መስከረም ሽዱሽተ ወይ ከዓ ሴፕተምፐር ዕስራን ሽዱሽተን ዝርዝር ሃገራት ከም እኒ ኣሜሪካ ዶላር፣ ኢዩሮ፣ ስዊዝ ፍራንክ፣ ኣውስትራሊያ ዶላር፣ ካናዳ ዶላር፣ ቻይና ዩሃን፣ ናይ እንግሊዝ ፓውንድ ስተርሊንግ፣ ኩዌት፣ ዩናይትድ ዓረብ እምሬ ድርሃም፣ ስዑዲ ዓረብ ሪያል፣ ኦማን ሪያል፣ ጆርዳን፣ ባህሬን፣ ቱርኪ፣ ግብፂ፣ የመን፣ እስራኤል ሽቅል ወዘተ ዝበሉ ከንረኢና ሰናይ ፃንሒት ብድጋሜ። ሎማዕንቲ ሓዋላ ብጣዕሚ ወሰኽ ኣርእዩና እኒሆ ማለት እዩ። ብሓዋላ ብቻ ኣይኾነን ብባንኪ እውን ብጣዕሚ ወሰኽ እናረኤ እየ ዝርከብ። ታይ ዝኣክል ወሰኽ እዩ ንዝል ብመጀመርያ ንሪኦ ናይ ኣሜሪካ ዶላር ይከውን ናይ ኣሜሪካ ዶላር ብናይ ኢትዮጵያ ንግድ ባንኪ ሚእትን ኣርባዓን ቅርሽን ነጥቢ ዓሰርተ ሓሙሽተ ሳንቲምን ክሸረፍ ከሎ ሚእቲ ዶላር ዓሰርተ ኣርባዕተ ሽሕን ዓሰርተ ሓሙሽተ ቅርሽን እናተሸረፈ ውዒለ ኣሎ ዶላር ብናይ ዳሽን ባንኪ ሚእትን ኣርባዓን ሰለስተን ቅርሽን ነጥቢ ስሳን ሓደን ሳንቲምን ክሸረፍ ከሎ ሚእቲ ዶላር ዓሰርተ ኣርባዕተ ሽሕን ሰለስተ ሚእትን ሱሳን ሓደን ቅርሽን እናተሸረፈ ወይ ከዓ ክገዝእዎ ውዒሎም ኣለው። ዶላር ብፀሊም ዕዳጋ ወይ ከዓ ብሓዋላ ሚእትን ሱሳን ሸውዓተን ቅርሽን ነጥቢ ሰማንያን ትሽዓተን ሳንቲምን ክሽረፍ ከሎ ሚእቲ ዶላር ዓሰርተ ሽዱሽተ ሽሕን ሸውዓተ ሚእትን ሰማንያን ትሽዓተን ቅርሽን ይመፅእ ኣሎ ማለት እዩ። ቀፂልና ንሪኦ። ዩሮ። ዩሮ ብናይ ኢትዮጵያ ንግድ ባንኪ ሚእትን ሱሳን ኣርባዕትን ቅርሽን ነጥቢ ዜሮ ሸሞንተ ሳንቲምን ክሸረፍ ከሎ ሚእቲ ዩሮ ዓሰርተ ሽዱሽተ ሽሕን ኣርባዕተ ሚእትን ሸሞንተን ይመጽእ ኣሎ ማለት እዩ። ዩሮ ብናይ ኣምሃራ ባንኪ ሚእትን ሱሳን ሸሞንትን ቅርሽን ነጥቢ ዜሮ ክልተ ሳንቲምን ክሸረፍ ከሎ ሚእቲ ዩሮ ዓሰርተ ሽዱሽተ ሽሕን ሸሞንተ ሚእትን ክልተን እናተገዝኣ ውይከዓ እናተሸረፈ ውዒለ ኣሎ። ዩሮ ብጸሊም ዕዳጋ ውይከዓ ብሓዋላ ሚእትን ተስዓን ሽዱሽተን ቅርሽን ነጥቢ ኣርባዕን ሓደን ሳንቲምን ክሽረፍ ከሎ ሚእቲ ዩሮ ዓሰርተ ትሽዓተ ሽሕን ሽዱሽተ ሚእትን ኣርባዕን ሓደን ቅርሽን ክግዛእ ውዒለ ኣሎ። ዩሮ ሕዚ ብጣዕሚ ካብ ዝቐንስ መጀመርያ ግዜ እና ሚእትን ቴስዓን ሽዱሽተን ነጥቢ ኣርባዓን ሓደን ሳንቲም ደይባ እኒሃ። ሎማዕንቲ ብጣዕሚ ወሰኻ ርኢና እኒሆ። ዋላ ብባንኪ ኮነ ብክልቲኤን ባንክታት ኣብ መንጎ ኢትዮጵያ ንግድ ባንኪ እና ኣምሃራ ባንኪ ዘሎ ክልቲኡ ባዕሉ ወሲኹ እኒሆ ሐዚ ማለት እዩ። ስለዚ ሓፈሻዊ ሸርፍ እናወሰኸ እዩ ዝኸይ ዘሎ ቀፂልና ንሪኦ ናይ ስዊዘርላንድ ፍራንኪ ክኸውን ናይ ስዊዝ ፍራንክ ብናይ ኢትዮጵያ ንግዲ ባንኪ ሚእትን ሰብዓን ክልተን ቅርሽን ነጥቢ ሰላሳን ሽዱሽተን ሳንቲምን ክሸረፍ ከሎ ሚእቲ ናይ ስዊዝ ፍራንክ ዓሰርተ ሸውዓተ ሽሕን ክልተ ሚእትን ሰላሳን ሽዱሽተን ቅርሺ እናተሸረፈ ውዒሉ ኣሎ። ናይ ስዊዘርላንድ ፍራንክ ብናይ ወጋገን ባንኪ ሚእትን ሰብዓን ሸሞንተን ቅርሽን ነጥቢ ዕስራን ሽዱሽተን ሳንቲምን ክሸረፍ ከሎ ሚእቲ ናይ ስዊዝ ፍራንክ ዓሰርተ ሸውዓተ ሽሕን ሸሞንተ ሚእትን ዕስራን ሽዱሽተን ቅርሽን እናተሸረፈ ውዒሉ ኣሎ። ናይ ስዊዘርላንድ ፍራንክ ብጸሊም ዕዳጋ ወይ ከኣ ብሓዋላ ክልተ ሚእትን ዓሰርተ ቅርሽን ነጥቢ ዕስራን ሸሞንተን ሳንቲምን ክሽረፍ ከሎ ሚእቲ ናይ ስዊዝ ፍራንክ ዕስራን ሓደን ሽሕን ዕስራን ሸሞንተን ቅርሽን ይመጽእ ኣሎ ማለት እዩ። ቀጺልና ንሪኦ ናይ ኣውስትራልያ ዶላር ክኸውን ናይ ኣውስትራልያ ዶላር ብናይ ኢትዮጵያ ንግዲ ባንኪ ቴስዓ ቅርሽን ነጥቢ ስሳን ሓሙሽተን ሳንቲምን ክሸረፍ ከሎ ሚእቲ ናይ ኣውስትራልያ ዶላር ትሽዓተ ሽሕን ስሳን ሓሙሽተን ቅርሽን ይመጽእ ኣሎ። ኣውስትራልያ ዶላር ብናይ ወጋገን ባንኪ ቴስዓን ሰለስተን ቅርሽን ነጥቢ ቴስዓን ሽዱሽተን ሳንቲምን ክሽረፍ ከሎ ሚእቲ ናይ ኣውስትራልያ ዶላር ትሽዓተ ሽሕን ሰለስተ ሚእትን ቴስዓን ሽዱሽተን ቅርሽን ይመጽእ ኣሎ። ናይ ኣውስትራልያ ዶላር ብጸሊም ዕዳጋ ወይ ከኣ ብሓዋላ ሚእትን ዓሰርተ ቅርሽን ነጥቢ ኣርብዓን ሽዱሽተን ሳንቲምን ክሽረፍ ከሎ ሚእቲ ናይ ኣውስትራልያ ዶላር ዓሰርተ ሓደ ሽሕን ኣርብዓን ሽዱሽተን ቅርሽን ይመጽእ ኣሎ ማለት እዩ። ቀጺልና ንሪኦ ናይ ካናዳ ዶላር እዩ ክኸውን። ናይ ካናዳ ዶላር ብናይ ኢትዮጵያ ንግዲ ባንኪ 98 ቅርሽን ነጥቢ 68 ሳንቲምን ክሸረፍ ከሎ ሚእቲ ናይ ካናዳ ዶላር 9868 ቅርሽን ይመጽእ ኣሎ። ካናዳ ዶላር ብናይ ወጋገን ባንኪ 104 ቅርሽን ነጥቢ 05 ሳንቲምን ክሸረፍ ከሎ ሚእቲ ናይ ካናዳ ዶላር ዓሰርተ ሽሕን ኣርባዕተ ሚእትን ሓሙሽተን ክሽረፍ ውዒሉ ኣሎ። ካናዳ ዶላር ብጸሊም ዕዳጋ ውይከዓ ብሓዋላ ሚእትን ዓሰርተ ትሽዓተ ቅርሽን ነጥቢ ቴስዓን ክልተን ሳንቲምን ክሽረፍ ከሎ ሚእቲ ናይ ካናዳ ዶላር ዓሰርተ ሓደ ሽሕን ትሽዓተ ሚእትን ቴስዓን ክልተን ቅርሽን እናተሸረፈ ውዒሉ ኣሎ ማለት እዩ ደቂ ዓበይቲ ዋይ ብምቕጻል እንሪኦ ናይ ቻይና ዩሃን ናይ ቻይና ዩዋን ብናይ ኢትዮጵያ ንግዲ ባንኪ ዓሰርተ ትሽዓተ ቅርሽን ሰላሳን ሓደን ሳንቲምን ክሸረፍ ከሎ፣ ሚእቲ ናይ ቻይና ዩዋን ሸን ትሽዓተ ሚእትን ሰላሳን ሓደን ቅርሽን ይመጽእ ኣሎ። ቻይና ዩዋን ብናይ እናት ባንኪ ዓሰርተ ትሽዓተ ቅርሽን ቴስዓን ክልተን ሳንቲምን ክሸረፍ ከሎ፣ ሚእቲ ናይ ቻይና ዩዋን ሽሕን ትሽዓተ ሚእትን ቴስዓን ክልተን ቅርሽን ይመጽእ ኣሎ። ቻይና ዩዋን ብጸሊም ዕዳጋ ዊከዓ ብሓዋላ ዕስራን ሰለስተን ቅርሽን ነጥቢ ሓምሳን ሓደን ሳንቲምን ክሸርፍ ከሎ ሚእቲ ናይ ቻይና ዩሃን ክልተ ሽሕን ሰለስተ ሚእትን ሓምሳን ሓደን ቅርሽን እናተሸረፈ ውዒሉ ኣሎ ማለት እዩ። ቀጺልና ንሪኦ ናይ እንግሊዝ ፓውንድ ስተርሊንግ ክኸውን ናይ እንግሊዝ ፓውንድ ስተርሊንግ ብናይ ኢትዮጵያ ንግድ ባንኪ ሚእትን ሰማንያን ኣርባዕተን ቅርሽን ነጥቢ ሰማንያ ሳንቲምን ክሸረፍ ከሎ ሚእቲ ፓውንድ ስተርሊንግ ዓሰርተ ሸሞንተ ሽሕን ኣርባዕተ ሚእትን ሰማንያን ይመጸሎ ፓውንድ ብናይ ወጋገን ባንኪ ሚእትን ተስዓን ሰለስተን ቅርሽን ነጥቢ ሰብዓን ኣርባዕተን ሳንቲምን ክሸረፍ ከሎ ሚእቲ ፓውንድ ስተርሊንግ ዓሰርተ ሸውዓተ ሽሕን ሰለስተ ሚእትን ሰብዓን ኣርባዕተን ቅርሽን ይመጽእ ኣሎ፣ ፓወንድ፣ ብጸሊም ዕዳጋ ወይ ከኣ ብሓዋላ ክልተ ሚእትን ዕስራን ሓሙሽተን ቅርሽን ነጥቢ ሓምሳን ሓሙሽተን ሳንቲምን ክሸረፍ ከሎ ሚእቲ ፓውንድ ስተርሊንግ ዕስራን ክልተን ሽሕን ሓሙሽተ ሚእትን ሓምሳን ሓሙሽተን ቅርሽን እናተሸረፈ ውዒሉ ኣሎ። ቀጺልና ንሪኦ ናይ ኩዌት ዲናር። ናይ ኩዌት ዲናር ብናይ ኢትዮጵያ ንግድ ባንኪ ኣርባዕተ ሚእትን ኣርባዓን ትሽዓተን ቅርሽን ነጥቢ ቴስዓን ክልተን ሳንቲምን ክሸረፍ ከሎ ሚእቲ ናይ ኩዌት ዲናር ኣርባዓን ኣርባዕተን ሽሕን ትሽዓተ ሚእትን ቴስዓን ክልተን ቅርሽን ይመጽእ ኣሎ። ናይ ኩዌት ዲናር ብናይ ኣምሃራ ባንኪ ኣርባዕተ ሚእትን ሱሳን ኣርባዕተን ቅርሽን ነጥቢ ሰማንን ኣርባዕተን ሳንቲምን ክሸረፍ ከሎ ሚእቲ ናይ ኩዌት ዲናር ኣርባዓን ሽዱሽተን ሽሕን ኣርባዕተ ሚእትን ሰማንያን ኣርባዕተን ቅርሽን ይመጽእ ኣሎ። ናይ ኩዌት ዲናር ብጸሊም ዕዳጋ ወይ ከኣ ብሓዋላ ሓሙሽተ ሚእትን ኣርብዓን ሽዱሽተን ቅርሽን ነጥቢ ዓሰርተ ክልተ ሳንቲምን ክሽረፍ ከሎ ሚእቲ ናይ ኩዌት ዲናር ሓምሳን ኣርባዕተን ሽሕን ሽዱሽተ ሚእትን ዓሰርተ ክልተ ቅርሽን ይመጽእ ኣሎ ማለት እዩ። ቀጺልና ንሪኦ ናይ ዩናይትድ ኣረብ እምሬት ወይ ከኣ ናይ ዱባይ ድርሃም። ናይ ዱባይ ድርሃም ብናይ ኢትዮጵያ ንግዲ ባንኪ ሳላሳን ሸሞንተን ቅርሽን ነጥቢ ዓሰርተ ሽዱሽተ ሳንቲምን ክሸረፍ ከሎ ሽሕ ናይ ዩናይትድ ኣረብ እምሬት ድርሃም ሳላሳን ሸሞንተን ሽሕን ዓሰርተ ሽዱሽተ ቅርሽን ብናይ ኢትዮጵያ ንግዲ ባንኪ ዩናይትድ ኣረብ እምሬት ድርሃም ብናይ ኣዋሽ ባንኪ ኣርብዓን ሰለስተን ቅርሽን ነጥቢ ሰብዓን ክልተን ሳንቲምን ክሸረፍ ከሎ ሽሕ ናይ ዩናይትድ ኣረብ እምሬት ድርሃም ኣርብዓን ሰለስተን ሽሕን ሰብዓን ክልተን ቅርሽን ክገዝእዎ ውዒሎም ኣለዉ። ናይ ዩናይትድ ኣረብ እምሬ ድርሃም ወይ ከዓ ናይ ዱባይ ድርሃም ብፀሊም ዕዳጋ ኣርባዓን ሓሙሽተን ቅርሽን ነጥቢ ሓምሳን ሓደን ሳንቲምን ክሸረፍ ከሎ ሽሕ ናይ ሽሕ ናይ ዩናይትድ ኣረብ እምሬ ድርሃም ኣርባዓን ሓሙሽተን ሽሕን ሓምሳን ሓደን ቅርሽን ይመፅእ ኣሎ። ብጣዕሚ ወሰኻ ርኢና እኒሆ ናይ ዱባይ ድርሃም ማለት እዩ ካብ ናይ ትማሊ ከባቢ ሓምሳ ሳንቲም ወሰኻ ርኢና እኒሆ ቀፂልና ንሪኦ ናይ ስዑዲ ዓረብ ሪያል ናይ ስዑዲ ዓረብ ሪያል ብናይ ኢትዮጵያ ንግድ ባንኪ ሳላሳን ሸውዓትን ቅርሽን ነጥቢ ሳላሳን ሓሙሽትን ሳንቲምን ክሸረፍ ከሎ ሽሕ ናይ ስዑዲ ዓረብ ሪያል ሳላሳን ሸውዓትን ሽሕን ሳላሳን ሓሙሽተን ቅርሽን ይመጽእ ኣሎ። ናይ ስዑዲ ዓረብ ሪያል ብናይ ኣዋሽ ባንኪ ኣርባዓን ክልተን ቅርሽን ነጥቢ ሳላሳን ሽዱሽተን ሳንቲምን ክሸረፍ ከሎ ሽሕ ናይ ስዑዲ ዓረብ ሪያል ኣርባዓን ክልተን ሽሕን ሳላሳን ሽዱሽተን ቅርሽን ይመጽእ ኣሎ። ናይ ስዑዲ ዓረብ ርያል ብጸሊም ዕዳጋ ዊከዓ ብሓዋላ ኣርብዓን ነርባዕተን ቅርሽን ነጥቢ ሓምሳን ሽዱሽተን ሳንቲምን ክሸረፍ ከሎ ሽሕ ናይ ስዑዲ ዓረብ ርያል ኣርብዓን ኣርባዕተን ሽሕን ሓምሳን ሽዱሽተን ቅርሽን ይመጽእ ኣሎ። ምስ ናይ ትማሊ ክነጻጸር ከሎ ከባቢ ሱሳ ሳንቲም ወሰኻ ርኢና ን ሎማዓንቲ ሓፈሻዊ ሸርፊ ወሲኹ እዩ እንዮ። እስኪ ንስኻትኩም ከ ክንደይ ሓዊልኩም ንዝብሎሞ ንስ ንስኻትኩም ሓበሬታ ተወሃቡ ኣብ ኮሜንት ማለት እዩ። ትማሊ ኮሜንት ከንብብ ከለኹ ብበዝሒ ስካብ ዕስራን ክልተን ነጥቢ ሓምሳ ሳንቲም ኣሎ ዝብለ ኮሜንት ኣንቢበ ነይራ። ካልኦትኩም ከ ክንደይ ትሕውልዎ ኣለኹም ነዚ ኣሎ እሞ ትኽክለኛ ሓበሬታ ኣቐምጡልና ኮሜንት ማለት እዩ ደቂ ዓበይቲ ወይ ቀጺልና ንሪኦ ናይ ኡማን ሪያሊ ክኸውን ናይ ኦማን ሪያል ብጸሊም ዕዳጋ ወይ ከዓ ብሓዋላ ኣርባዕተ ሚእትን ሰላሳን ሓሙሽተን ቅርሽን ነጥቢ ሓምሳ ሳንቲምን ክሸረፍ ከሎ ሚእቲ ናይ ኦማን ሪያል ኣርባዓን ሰለስተን ሽሕን ሓሙሽተ ሚእትን ሓምሳን ይመጽእ ኣሎ ማለት እዩ። ቀጺልና ንሪኦ ናይ ጆርዳን ዲናር ናይ ጆርዳን ዲናር ብጸሊም ዕዳጋ ወይ ከዓ ብሓዋላ ክልተ ሚእትን ሰላሳን ሓሙሽተን ቅርሽን ነጥቢ ሰብዓን ሽዱሽተን ሳንቲምን ክሸረፍ ከሎ ሚእቲ ናይ ጆርዳን ዲናር ዕስራን ሰለስተን ሽሕን ሓሙሽተ ሚእትን ሰብዓን ሽዱሽተን ቅርሽን ይመጽእ ኣሎ። ቀጺልና ንሪኦ ናይ ባህረይን ዲናር። ናይ ባህረይን ዲናር ብጸሊም ዕዳጋ ወይ ከዓ ብሓዋላ ኣርባዕተ ሚእትን ኣርባዓን ሰለስተን ቅርሽን ነጥቢ ዓሰርተ ሸሞንተ ሳንቲምን ክሽረፍ ከሎ ሚእቲ ናይ ባህረይን ዲናር ኣርባዓን ኣርባዕተን ሽሕን ሰለስተ ሚእትን ዓሰርተ ሸሞንተ ቅርሽን ይመጽእ ኣሎ። ቀጺልና ንሪኦ ናይ ቱርኪ ሊሪ። ናይ ቱርኪ ሊሬ ብጸሊም ዕዳጋ ወይ ከኣ ብሓዋላ ኣርባዕተ ቅርሽን ነጥቢ ዜሮ ክልተ ሳንቲምን ክሸረፍ ከሎ፣ ሚእቲ ናይ ቱርኪ ሊሬ ኣርባዕተ ሚእትን ክልተ ቅርሽን ብቻ ይመጽእ ኣሎ ማለት'ዩ። ቀጺልና ንሪኦ ናይ ግብጺ ኢጅፕትሽን ፓውንድ። ናይ ግብጺ ኢጅፕትሽን ፓውንድ ብጸሊም ዕዳጋ ወይ ከኣ ብሓዋላ ሰለስተ ቅርሽን ነጥቢ ሓምሳን ሓደን ሳንቲምን ክሸረፍ ከሎ ሚእቲ ናይ ግብጺ ፓውንድ ሰለስተ ሚእትን ሓምሳን ሓደን ቅርሽን ይመጽእ ኣሎ ማለት እዩ። ቀጺልና ንሪኦ ናይ እስራኤል ሽቅል ናይ እስራኤል ሽቅል ብጸሊም ዕዳጋ ወይ ከኣ ብሓዋላ ሓምሳ ቅርሽን ነጥቢ ሓምሳን ትሽዓተን ሳንቲምን ክሸረፍ ከሎ ሚእቲ ናይ እስራኤል ሽቅል ሓሙሽተ ሽሕን ሓምሳን ትሽዓተን ወይ ከኣ ሽሕ ናይ እስራኤል ሽቅል ሓምሳ ሽሕን ሓምሳን ትሽዓተን ቅርሽን ይመጽእ ኣሎ። ናይ ሎማዓንቲ ዝነበረ ዕለታዊ ሸርፊ ከምዚ ይመስል ነይሩ ደቂ ዓበይቲ ወይ ማዓረይ እስከ ዓብዲ ፍጻመ ንዝተከታተልኩምኒ ካብ ልቢ ናመስገንኩ እየ ላይክ ሸር ሰብስክራይብ ምግባር ዶሞ ኣይትረስዑ ማለት እዩ ሳላሳን ሽዱሽተን ሽሕ ሰብስክራይብ ኣብጺሕኩምኒ ብዚ ኣጋጣሚ ከመስግነኩም ይፈቱ ክብራት ኣሕዋተይ እና እስኪ እስካብ ጥሪ ማለት እዩ ሓምሳ ሽሕ ሳብስክራይብ ተእትውኒ ድማ ደቂ ዓበይቲ ወይ ማዕሪ ብትሕትና ይላወኩም ላይክ ግበሩለይ። ባይዘወይ እንድሕር ላይክ ትገብሩለ ኮይንኩም ዩቲዩብ ባዕሉስ ሪኮመንዴሽን ክገብረኒ ይኽእል እዩ ማለት እዩ እና ላይክ ግበሩለይ ደቂ ዓበይቲ ወይ ብጣዕሚ የዝፈትወኩምን ዘኸብረኩምን ሰሰናዩ ባይ ባይ